ሰላም ሰላም ኤቭሪባዲ ሰላም ዲኹም ከመይ ጸኒሕኹም ከመይ ቀኒኹም ከመይ ኣምሲኹም ወልካም ባክ ቱ ዘ ኮፊ ወልካም ባክ ቱ ሄሪላ ከመይ ቀኒኹም ኣሕዋተይ መዓረይ ኩሉ ሰላም ድዩ ከመይ ኔሩ መዓልትኹም ደስ ዝብል መዓልቲ ዶ ኔርኩም ብወገነይ ደስ ዝብል መዓልቲ ኔርኒ ሃውኤቨር ሎማዓንቲ ናይዚ ዘለናዮ ዓዲ ከምቲ ኩሉ ግዜ ዝነግረኩም ብጣዕሚ ክረይዚ ዝኮነ ወይዘር እዩ ዘለና ንጎሆ ሙቆት ነይሩ ሕጂ ከኣ ሃሪሙ ማለት እዩ ስለዚ ጨጉረይ ንእሽተይ ተባላሽዩ እዚ ኩሉ መሺጠ የሕዋተይ መዓረይ ጨጉረይ ፍሪዚ ኮይኑ ኣሎ ግን ኢትስ ኦኬ ደሓን እዩ ዘሎ ስለዚ እዚ ከምቲ ዝነገርኩክን እዚ ዝስፍህ ዋን ሄር እዩ ክንደይ ገይሩ ኣሎ ካብ ዝስፈ የሕዋተይ መዓረይ ዳርጋ ክንደይ ገይሩ ሰለስተ ሰሙን ዶ ገይሩ የ ናብ ራብዓይ ሰሙን ይኸይድ ኣሎ ናብ ወርሒ ይኸይድ ኣሎ ሕጂ ክሳብ ሕጂ ከምዚ ትሪኦ ዘለኽን ጽቡቕ ኣሎ ማይ ሃሪምና ዓንተቦይ ግን እስቲል ረኣዮ ጽቡቕ ኣሎ እንታይ እዩ ዘድልዮ ንእሽተይ ምምሻጥ ጥራሕ እዩ ዘድልዮ ስለዚ ትሪኣን ኣለኽን ሸማሕ መን እዩ እዚ ጨጉኣ ጨጉሪ ከይኮነን ዝብለኒ ሓቀይ ዶ ልክዕ ምስ ናተይ ሕብሪ ዝኸይድ ሁማን ሄር እዩ ስለዚ የ ሁማን ሄርክን ገዚእኽን ሸማሕ ኣብላ ኣሕዋተይ መዓረይ እ

ነብስኺ ነልዕላ እየ ዝብ ዘለኹ ግዝ ኣይትግዝኣ ሁማንሄር ብዘይገድስ ሓቀይ ዶ ግን እንጀነራል እቲ ናተይ ፖይንት ክትሕዝኦ ነብስኺ ነልዕላ ፈጨጭ በላላ ነዛ ዓለም ከለኻን ከለኻን እያ ከለካን ከለኻን እያ ዓለም ጽባሕ ንግሆ ትሪኦ ዘለኽን እዚ ነብሲ እዚ ጽቡቕ ነብዚ ነብሲ ትሪኦ ዘለኽን ሓመድ እዩ ክበልዖ ጽባሕ ንግሆ ክኣርግ እዩ ሓቀይ ጽባሕ ንግሆ ከም ዘይነበረ እዩ ክኸውን ስለዚ

for you self ኣሕዋተይ ማዓረይ ስለዚ ከምኡ እየ ክብለክን ዝደሊ ኣብዚ ንሃለኒ ግሬቭስ ሎማዓንቲ ስናክ ግሬቭስ ኣለኒ ግሬቭስ ጌርና ቡናና ክንሰቲ ኢና ሎማዓንቲ ኣርእስቲ ሒዘልኩም መፅየ ዘለኹ ብጣዕሚ ኢምፖርታንት እያ ብፍላይ ማለት እዩ ብፍላይ ብፍላይ ኣብ ናትና ኮሚኒቲ ክትልምድ ዘለዋ ባህሪ ናይ ደቂ ሰባት ክንለምዶ ወይ ከኣ ከምዚ ምሻሎ ኖርማላይዝ ጌርና ክንወስዶ ዘለና ነገር ኣነ ዝተመሃርክዎ እየ ከዕልለኩም ማለት እዩ እም። ኣብ ፍሪዘር እንዲና ኣእቲናዮ ክጥዕም መዓት እዩ ግራይብስ እዚ ሕፅብ ኣቢልክን ለሚን ትገብራሉ ለሚን ግብር ኣቢልክን ኣብ ፍሪዘር ትእትዎ ኣሕዋተይ መዓረይ እዚኣ እዚኣ ሃክ እዚኣ ካብ ቲክቶክ እንዲና ርኢናያ ክጥዕም ሕጂ ኣደግቲ ኮይና ኣብ ፍሪዘር ትእትዎ ከባቢ እዚ

ብጣዕሚ ኣገዳሲ ተማ ማለት ኣሕዋተይ ማዓረይ ቡናይ መክሰቲ ብጣዕሚ ኣገዳሲት ዝበልክዎ ኣርእስቲ ንዓና ንዓና ትጠቅመና in general ማለት ንደቂ ሰባት ኣብዚ ዓለም እዚ ማለት እዩ ትጠቅመና ብዘይገድስ ኣብ ምንታይ ዕድመ ኣለና ብዘይገድስ ኣብ ምንታይ ኣለና ብዘይገድስ ኣሕዋተይ ማዓረይ ትጠቅመና ኣርእስቲ እየ ሎማዓንቲ ክዛረብ ቡናይ ሞክቀድሓ እዛ ቡና ንጉሆ ዝቀዳሕክዋ ኣለኒ ንጉሆ ዘፍላሕክዋ እያ ግን ክሳብ ሕጂ ሓፋስ እያ ዘላ ኣሰና ሰና ሰና ሰና ትሪኣ ኣለለኽን ከም ቀደማ ዓፍዓፍ ፊላ ናይ ሄርሞን ቡና ከም ናይ ቀደማ ዓፍዓፍ ትብል ዘላ ሓንቲ ፊት ክንብል እቲ ዕጣን ዳ ረስዐ የሕዋተይ መዓሪ ኦማይ ጋድ ዕጣን ዘረስዕ ሒዛ ሄርሞን ሄርሞንን ዕጣን ረሲዓ እንዳ ዘይከውን ዘይከውን ሓዝስ ሓዝለይስ ኣሕዋተይ መዓረይ ብሳ ቅድመኹም ክገብረ ሎማዓንቲ ሒዘያ መፅኦ ዘለኹ ኣርእስቲ እንታይ እያ ንኹላትና ደቂ ሰባት ትጠቅም ኢለ ዝሓሰብክዎ ንልብና ማለት እዩ ሻሎ ንዓና ንኽሕሸና ንገብራ ነገር ማለት እዩ ንሱ ከኣ እንታይ እዩ ኣብ ሂወትና ደቂ ሰባት ቡዙሓት ሰባት ይመጹ ኣብ ሂወትና ሓቀይ ብፍቅሪ ክከውን ይክእል ብሕውነት ክከውን ይክእል ብምሕዝነት ክከውን ይክእል ብጉርብትና ክከውን ይክእል ብዝኮነ ክከውን ይክእል ሓቀይ ኢንጀነራል ማለት እዩ ኣብ ሂወትና ዝመጹ ሰባት ኩሉ ግዜ ምሳና ምሳና ለጊቦም ክነብሩ ማለት ኣይኮነን ኣሕዋተይ ማዓረይ ሓንቲ ነገር ክንማሃር ደልየ ዘለኩ ኣነ ማለት እዩ ኣብዛ ዓመት እዚኣ ዝተረደኣትኒ ነገር እንታይ እዩ ደቂ ሰባት ኣብ ሂወትካ ክመጹ እዮም ሓቀይ ምስ ደቂ ሰባት ከኣ ጽቡቅ ግዜ ተሕልፍ ኢካ ደሓር ግን ናይ ሰባት ነገር ኮይኑ ግን እንታይ ንሶም ካብ ሂወትካ ይወጹ ብዝኮነ ነገር ተበዳዲልካ ድዩ ከይፈለጥካ በዲልካዮም ድካ ፈሊጥካ በዲልካዮም ድካ እንታይ ካብ ሂወትካ ይጠፍኡ ካብ ሂወትካ ይወጹ ማለት እዩ ግን ኣብዚኣ ሓንቲ ነገር ክነግረኩም ደልየ ዘለኩ እሕዋተይ ማዓረይ ማለት እዩ ጽን ኢልክን ስምዓኒ ንዓና ንክሕሸና መታን ንዓና ንናትና ፒስ ወይ ከኣ ንናትና ሃፒነስ ወይ ከኣ ንናትና ሰላም ነዞም ሰባት እዚኦም ይቅረ ክንብለሎም እዩ ዘለና ምሻሎ ኦኬ ዝተወሰነ ግዜ ኣብ ሂወትና ነይሮም ዘም ሰባት እዚኦም ሕጂ ግን ኣብ ሂወትና የለውን ሓቀይ ግን እንታይ ክንለምድ ክንክእል ኣለና መሲልኩም ንሰባት ካብ ሂወትና ስለ ዝጠፍኡ ኩሉ እቲ ሜሞሪ ምስኦም ዘሕለፍናዮ ክንድምስሶ የብልና ንሕዋት የመዓረ ንሰባት ኮ ሰባት ዘብለና እንታይ ድዩ ልቢ ስለ ዘለና ሓቀይ ንሰባት ሰባት ሰባት ዘብለናሲ እንታይ ስለ ዘለና እዩ መሲልኩም እንታይ ዝበሃል ብትግርኛ ንሰባት ሰባት ከብለና ዝኽእል ሲ ኤምስቲ ስለ ዘለና እዩ ወይ ከዓ ናይ ሰብኣውነት እቲ ሰብኣውነት ዝበሃል ነገር ሲ ኣለና እዩ ደቂ ሰባት ገለ እንስሳታት ዘይብሎም ንዓና ካብ እንስሳታት ዘፍልየና ነገር እንታይ ሰብኣውነት ስለ ዘለና ሕልና ስለ ዘለና ሓቀይ ሕጂ ንኣብነት ሓደ ሰብ ማለት እዩ ብፍቅሪ ሓቀይ ብፍቅሪ ኔርካ ኣብቲ ሽዑ ግዜ ዝነበርካሉ ኣብ ፍቅሪ ጽቡቅ ግዜ ሕሊፍካ ሓቀይ ዶ ጽቡቅ ግዜ ሕሊፍካ ሰለስተ ኣርባዕተ ዓመት ድዩ ገለ ነይርካ ወይ ሰብኣይኪ ነይሩ ሕጂ ተፈላሊኩም ሓቀይ ሰብኣይኪ ነይሩ በዓል ቤትኪ ተመርዒኩም ተፈላሊኪ ግን ቅድሚ እቲ ምፍልላይ ዝነበረ ብጣዕሚ ጽቡቅ ሂወት ነይርኩም ሓቀይ ዋላ ምስ መሓዙትና ከውን ንኽእል መሓዛና ዝነበረት እቲ ጽቡቅ ግዜ ዘሕለፍናዮ ምስ መሓዙትና እቲ ጽቡቅ ግዜ ጥዑም ግዜ ክልቴና እንዳተሰማማዕና ዘሕለፍናዮ ሂወት ወይ ሜሞሪ ዘሕለፍናዮ ሽዑ ንሱ ክንርኢ ኣለና ኣሕዋተይ መዓረይ ንሱ ክንርኢ ኣለና ምሻሎ ሓደ ሓደ ግዜ እንታይ እዩ ምስ ሰባት ንፈላለ እሞ እቲ ህይወትና ይፈላለ ሽዑ ሽሞም ነኽፍኦም ሽሞም ነኽፍኦም ጠቕላላ በቃ ንዞም ሰባት እዚኦም ሲ እቲ ጽቡቕ ናብቶም ገዲፍና ሲ ሕጂ ምሶም ምሳና ስለ ዘየለው ኣብዚ ሕጂ ሰዓት ካብ ህይወትና ስለ ዝወጹ ጥራሕ እንታይ እቲ ናትኖም ናቶም ናትኩምን ናትናን ናቶምን ዝነበረ ጽቡቕ ሜሞሪ ደስ ዝብል በቃ ሰሓቕ ጸወታ ዕላል በቃ ክንደይ ሰዓታት ኣዕሊልና ዘይንማነዎ ዝነበርና ግዜ ነዚ ደምሲስና ኩሉ ሜሞሪ ማለት እዩ ኩሉ ሜሞሪ ብሓንሳብ ዘሕለፍናዮ ብሓንሳብ ዝሰሓቕናዮ ብሓንሳብ ዝኸድናዮ ቦታ ብሓንሳብ ኣውደኣመት ዘሕለፍናዮ ብሓንሳብ ጉጅም ዝበልናዮ እዚ ኩሉ ማለት እዩ ተረሲዑ እንታይ ይኸውን ሓንቲ ግዜ ካብ ሂወትና ስለ ዝወጹ እዞም ሰባት ኣብ ሂወትና ስለ ዘየለዉ እንታይ ሽሞም ንክፍኦም ጌጋ እዩ ግን ብፍጽም ተኣምር ኣሕዋተይ መዓረይ ጌጋ እዩ ከምኡ ክንገብር የብልና ዋላ ሰብኣይና ይኹን ሕጂ ንኣብነት ሰብኣይና ማለት እዩ ምሳና ጽቡቅ ግዜ ነይርዎ ሓቀይ ኣፍቃሪና ወይ ከዓ ጽቡቅ ግዜ ነይርዎ ደስ ዝብል ሂወት ኣሕሊፍና ሓቀይ ብዓቅምና ማለት ክሳብ እቲ እግዚኣብሄር ዝፈቀደልና ግዜ ብሓንሳብ ጽቡቅ ኣሕሊፍና ሓቀይ ዶ ንምንታይ ኢና ማለት ምሻሎ ኣነ ውን ንነብሰይ ኣብኡ እትየ ምሳኩም እትየ ዝዛረብ ዘለኩ ከምኡ ክንከውን የብልናን ብፍጽም ተኣምር ኣሕዋተይ መዓረይ ንሱ ዩ ሰብ ኣብ ደቂ ሰባት እዚ ሰብ ኣብነት ስለ ዘለና ሕልና ስለ ዘለና ኢና ፍሉያት ካብ እንስሳታት እምበር በዚ ሕጂ ዘመን ንክትሪኦ ከለካ እንስሳታት የፍቅሩ ካባና ንላዕሊ ካባና ንላዕሊ ሕልና መን ኣለዎ እንስሳ ኣለዎ ናይ ብሓቂ እንድሕር ርኢክሞም ማለት እዩ ግርም እዩ ዝብለኒ እዚኦም እንስሳታት ሓደ ሓደ ግዜ ክሪኦም ከለኹ ብጣዕሚ ብጣዕሚ እዩ ዝገርመኒ እቲ ፍቅሪ እቲ ፒውር ዝበሃል ሕልና ኣበይ ዘሎ ኣብ እንስሳታት እዩ ዘሎ ሕዋተይ መዓሪ ስለዚ እቲ ናተይ ፖይንት እንድሕር ሒዝኩሞ መሓዛ ክድያ ነይራ ጽቡቅ ግዜ ዶ ሕሊፍክን ጉጅም እንዳበልክን ኣብ ጽቡቅ ግዜ ኔርኩም ዶ ጽቡቅ ጌር ጌራትልኪ ዶ ብመዓልታ ኦኬ ንሳ ኢኻ ክትርኢ ዘለኪ ሕጂ ስለ ዝተፈላለኽን ዘይኮነ እቲ ዝላይ ደቂ ኣንስትዮ ማለት እዩ እቲ ኩሉ ነገር ኣይንድምስሶ ኣሕዋተይ ጌጋ እዩ ብኡነት ናይ ብሓቂ ንሰባት ኣብ ሂወትኩም ስለ ዘየለዉ ሕጂ ሽሞምን ሽሞም ባዕሎምን ኣይተጸልምዎን ትማሊ ኔሮም እንድዮም ምሳኹም ሓቀይ ትማሊ ኣብ ጽቡቅ ግዜ ኔሮም እዮም ምሳኹም ክንደይ ሜሞሪ ኣሕሊፍኩም ኢኹም ክንደይ ዘከሮታት ኣሕሊፍኩም ኢኹም ብሓንሳብ ማለት እዩ ብዘይገድስ እንታይ ኣጋጢሙኩም ሕጂ ተፈላለኹም ብዘይገድስ ንሰብ እግርኻን ኢድካን ክትጥርፍ ትኽእል ኢኻ ሕጂ ምናልባት ካብዚ ሕጂ ዘለዎ ንንየው ዘሎ ሂወትካ ምናልባት ምዞም ሰባት እዚኦም ዘይመጣጠን ክኸውን ይኽእል ወይ ብዝኾነ ነገር ኣይተሰማማዕኹም ተፋላሊኹም ኢትስ ኦኬይ ምስ ሰብ ብሰለማዊ መገዲ ምፍልላይ ክንለምዶ ኣለና ሓብሸይ መዓረይ ብእውነት ብፍላይ ሓበሻ ኣሕዋተይ መዓረይ እዚ ጸገም ኣለና ንሰብ ክነግረኩም ንሰባትሲ ንደቂ ሰባትሲ ብሰለማዊ መገዲ ከነፋንዎም ክንክእል ኣለና ጽልኢ ዘይብሉ ዝኾነ ነገር ሽግር ዘይብሉ ኦኬ ወጽዮም ዶም ካብ ህይወትና ኦኬ ዝኾነ ነገር ኣጋጢምና ድዩ ኣይጠዓመናን ምዞም ሰባት እዚኦም ባህሪኦም ገለመለታት ምዚ ዘለና ባህሪ ሕጂ ምስዚ ሕጂ ዘለናዮ of course ሰብ ይቕየር እዩ፣ ሰብ ሕጂ ካብ ካብ ግዜ ናብ ግዜ ይቐየር እዩ ሓቀይ፣ እቲ ቅድሚ ዓሰርተ ዝነበረ መሓዛኻ ሕጂ ምሳኻ መሓዛ ክኸውን ዘይክእል ይኸውን፣ ብኸመይ ሂወት ይቕየር እዩ፣ ምስ ዕድመ ንስኻ እውን እንዳተቐየርካ ኢኻ ትኸይድ፣ ኣተሓሳስባኻ እንዳተቐየርካ እዩ ትኸይድ፣ ድሌትካ ኣብ ሂወት እንዳተቐየረ እዩ ዝኸይድ፣ ሓቀይ ዶ? ብዙሕ ነገር እንዳ ተቀየርካ the same thing ኣይትጸንሕን ኢኻ እቲ ቅድሚ ሕጂ ዝነበርካዮ እንዳ ተማሃርካ ከለኻ ዝነበሩ መሓዙት ሕጂ ብሓንሳብ የለኹምን ዋላ ኣተሓሳስባኹምን በቃ ሂወት ይቅ- ይብለካ ማለት እዩ ሂወት ባዕሉ ሲ ዋላ ንስኻ ከይደለኻ ሲ ሂወት ባዕሉ ሲ እንታይ ይቅ- ይ- ይቅይረካ ማለት ናትካ ዳይረክሽን ሲ ይቅይሮ ሂወት ማለት እዩ ስለዚ እንታይ ኢና ክንርኢ ዘለና ኣሕዋተይ መዓረይ ነዞም ሰባት እዚኦም ካብ ሂወትና እንድሕር ወፂኦም ማለት እዩ ምሳና ዋላ ሓንቲ ርክብ እንድሕር ዘይብሎም ሕጂ ብዙ ሕጂ ሰዓት ኩሉ ግዜ ክንሓስብ ክንዝክር ዘለና ከም ሰባት መጠን ማለት እዩ እንድሕር ንስኹም ሰባት እንድሕር ትበሃሉ ኮንኩም እንድሕር ሕልና ኣለኩም ኮይኑ ማለት እዩ እቲ ዝሓለፈ ሂወት ምስኦም ክትርእዩ ኣለኩም ሓቀይ ንኣብነት ኣፍቃሪኺ እንድሕር ንኣብነት ነይሩ ማለት እዩ ሕጂ ንዓኺ ገዲፍኪ ምሳኺ ተፈላለዩ ካልእ ጓል ተመርዕዩ እንድሕር ኮይኑ ሕጂ ማለት እዩ ንስኺ ካልእ ጓል ስለ ዝተመርዐወ ጸላኢቲ ናቱ ወይ ናቱ ሽመኽፋኢት ክትከውን የብልክን ሓቢብቲ ሓቀይ እንታይ ግን ክትኮን ክትኮንለኪ መሲልኪ ኩሉ ግዜ መታ ንእዝጋብሄር ከኣ ነቲ ልብና ኢሉ ርእዩ ጽቡቕ ነገር ዝህበና ሓቀይ እንታይ ክንርኢ ኣለና ከም ደቂ ሰባት መጠን ኦኬ እቲ ዝሓለፍናዮ ሂወት ምዚ ሰብ እዚ ግን እቲ ዝሓለፍክዬ ሂወት እቲ ዝሓለፍክዬ ፍቕሪ በታ ዓቕምኹም እቲ ዝነበረኩም ፍቕሪ ምዚ ሰብ እዚ ብሓንሳብ ከለኹም ዝነበረኩም ፍቕርን ሓልዮትን ብጣዕሚ ጽቡቕ ኔሩ ሓቀይ ዶ ማንም ሰብ ዘይኽሕዶ እዩ እዚ ሰብ እዚ ግን በቃ ንዘለኣለም ምሳኺ ስለ ዘይነበረ ወይ ምሳኻ ንዘለኣለም ስለ ዘይነበረ እታ ትፈትዋ ጓል ብዘይገድስ ማለት እዩ ሽሞምን ሽሞም ባዕሎምን ከተጸልዎም ኣይግባእን የሕዋተይ መዓረይ ጽቡቕ ኣይኮነን ኩሉ ግዜ እቲ ዝሓለፈ ነገር ክትርኢ ኣለካ ዝሓለፈ ነገር ጽቡቕ እኳ ኢና ኣሕሊፍና በዚ ሎምስ መን ኣሎ ምሽ ኣለኩም ከምኡ ክብል ዳርጋ ሰሚዐዮ ሰብ ኣይፈልጥን እየ ብኡነት ካብ ሂወትካ ውጽእ ተይሉ ሰብስ በቃ ተክፍኦ እንታይ ኢካ እንድዒ በቃ ወይ ዝኮነ ኮነክሽን ድሕር ዘይብልካስ በቃ ናቱ ኤገንስ ጥራሕ ትዛረብ እዋይ ምስዚኣ ክስቶ ከምዚ ነይርና ከምዚ ነይርና ጥዑም ነገርሲ ኣይንዝክርን ኢና ኩሉ ግዜ ፋእደድ ንብበቲ ንእሽተይ ነገር ሽዑ ንብ ሽዑ ዝተባኣስናዮ ማለት እዩ እቲ ዝሓለፍ ኩሉ ሂወትናስ ይርሳዕ ግን ከምኡ ክኸውን የብሉን ኣሕዋተይ መዓረይ ንሰብ ንሰብ ከተፍቅሩ ትኽእል ኢኻ ንስብ ምሻሎ ብማዕዶ ዋላ ከተፍቅሮ ትክእል ኢካ ግድን ኣብ ሂወትካ ክህሉ የብሉን ኣነ ሕጂ ኣብ ሂወተይ ዝነበሩ ሰባት ብምሕዝነት ድዩ ብፍቅራዊ መገዲ ድዩ ኣብ ሂወተይ ዝነበሩ ሰባት ክሳብ ሕጂ ይናፍቆም እየ ብኡነት ኣብ ቅድሚ ኣምላክ እየ ዝብለኩም ሕጂ ተባኢስና ተፈላሊና ምዞም ሰባት እዚኦም ብዝኮነ ነገር ኣይተሰማማዕናን ሓቀይ ግን ሓደ ሓደ ግዜ ብልጭ ደብለኩም እቲ ዘሕለፍኩሞ ምስቶም ሰባት እቲ ጥዑም ግዜ ዘሕለፍኩሙ ምስቶም ሰባት በጨቕ ይብለኩም እዩ ከም ሰባት መጠን ምሻሎ ከምኡ ዘሕስበና ነገራት ሰባሲ ኣለና ሕልና ዝበሃል ነገርስ ኣለና እዩ ተዘክሮታት ይመፀካ እዩ ሓደ ሓደ ግዜ ስለዚ ነዞም ሰባት እዚኦም ኣብ ሂወተይ የለውን ሕጂ ሓቀይ ግን ኩሉ ግዜ እቲ ቦታ ክኸይድ ከለኹ ምስኦም ዘሕለፍክዎ ድዩ ወይ ዋላ ቅድሚ ዓሰርተ ዓመት ዝነበሩ ዋላ ምሳይ ኣዕሩኽተይ ዝነበሩ ድዮም መሓዝተይ ዝነበሩ ድዮም ገለ ኣብዚ ሕጂ ሰዓት ግን ብዝኾነ መገዲ ማለት ተቐሓሒርና ድና ዘይተራኸብና ዋላስ ሂወት ድዩ ፈላልዩና ገለ ብዘይገድስ ብጣዕሚ ተዘክሮ ከምኡ ዓይነት ሰብ እየ ኣነ ብጣዕሚ በቃ እየ ዝዝክር። ብዘይገድስ ኣብዚ ሕጂ ሰዓት እዞም ሰባት ኣብ ሂወት ያለውን የለውን ብዘይገድስ ግን እቲ ዝሓለፍናዮ ሂወት ኩሉ ግዜ ይዝክሮ ማለት እዩ ይናፍቆም ሓደ ሓደ ግዜ እቲ እቲ ተዘክሮታት ንድሕሪት ይመልሰኒ ይናፍቆም ነዞም ሰባት እዚኦም ማለት እዩ ስለዚ ከምኡ ኢና ክንከውን ዘለና ሕጂ እዞም ሰባት እዚኦም ኣብ ሂወተይ ስለ ዘየለዉ ኣይጸሎምን እየ ጠቕላላ ኣይጸልኦምን እየ ገሊኦም ናተይ ዕርክቲ ዝነበሩ ተመርዕዮም ገለመለ ገለ ኣይጸልኦምን እየ ሓቀይ ንምንታይ እዩ ጸልኦም እዝጋብሄር ስለ ዘይፈቆዶ እዞም ሰባት እዚኦም ብሓንሳብ ኣብ ዝኾነ ምዕራፍ ናይ ህይወተይ ክነብሩ እዝጋብሄር ኣፍቂዱ ደስ ዝብል ሜሞሪ ከዓ ሰሪሕና ማለት እዩ ሻሎ ብፓዘቲቭ ነገር ክንሪኦ ክንክእል ኣለና ኣሕዋተይ መዓሪ ብፓዘቲቭ ነገር እንድሕር ርኢናዮ ንሂወትና እንታይ ሰላም ንዓና ንክሕሸና ኢና ጥዑያት ሰባት ንኸውን ንማንም ንክሕሾ ኣይኮናን ልብና ጥዑይ ንገብሮ ኣሕዋተይ መዓረይ ገለ ሰብ ኣሎ በቃ ኣብ ሂወቱ ሓደ ሰብ ስለ ዘየለስ በቃ ናቱ ንጻር ናቱ ሕማቅ ነገር ናቱ ዋእ እዚኣ ድኣ ከምዚ እንድያ ኔራ እዚኣ ድኣ ከምዚ እንድያ ኣነ እኮ ይፈልጣ እየ ከምዚ እንድያ ኔራ ገለ ኢልካ ካብ ተናሽዎ ንሰብ ነቲ ጽቡቅ ናቱ ኩሉ ግዜ ነቲ ናቱ ጽቡቅ ብ ፓዘቲቭ ነገር እዋይ ከምዚ እኳ ኢና ሕሊፍና ደስ ዝብል ግዜ ኔርና ከምዚ ሕጂ ግን ናይ ግዜ ኮይኑ ግን እንታይ ተፈላሊና። ኢልካሲ ንሰብስ ዋላ ተፈላሊኻስ ጽቡቕ ናይቲ ሰብ ዝሓለፈ ተዘክሮታት ከተምጽእሲ ወይ ከኣ ዝሓለፈ ተዘክሮታት ናይቲ ሰብ ዝነበረካ ሜሞሪሲ ብሰላም ነገር ዋይ ብምሻሎ ብፈቃር ልቢ ክትዝክሮ ኣለካ ይብል ኣነ ኣሕዋተይ መዓረይ ብፍላይ ብፍላይ ብፍላይ ብፍላይ ኣብዚ ምሕዝነት ድዩ ዋላ ፍቕሪ ገለ ማለት ዘሎ ማለት እዩ ብፍላይ ኣብ ፍቕሪ ዘሎ ማለት እዩ ሓደ ወዲ ተባዕታይ ሲ ኣፍቃሪኺ ነይሩ ሕጂ እንድሕር ምሳኺ ዘየለ ኮይኑ ካልእ ጓል ዋላ እንድሕር ተመሪዑ ገለ ብዘይገድስ እቲ ዝሓለፈ እቲ ዝነበረኩም ፍቕሪ ጥዑም ፍቕሪ ነይሩ ሓቀይ ስለዚ ንዕኡ ክዝክሪ ኢኺ ዘለኪ ከምኡ ማለት ግን ንዕኡ ዘክሪ ነቲ ጥዑም ፍቅሪ ዘኪርኪ ናባ ሂወትኪ ኣምለስዮ ኣይኮንኩን ዘለኹ ብፍጽም ነቨር ኤቨር ከምኡ ኣይኮንኩን ዝብል ዘለኹ እንታይ ደ ዝብል ዘለኹ እቲ ናተይ ፖይንት ክትሕዘኦ በቃ ምሻሎ ሰለማውያን ንኹን ነቶም ሰባት እሲ በቃ ምሻሎ ጸላእቲና ኣይንግበሮም ኩሉ ግዜ ቂሒር ናይ ንንበር ዋላ ምሳና ዘየለዉ ከሎ ከለዉሲ ቂሒ ኣይንቅሓር ብ ብጣዕሚ በቃ ሕማቅ ዝኮነ ዲብ ዝኮነ ጽልኢ ምስቶም ሰባት ክንገብር ጌጋ ዩ ኣሕዋተይ ማዓረይ ምሻሎ ለ እቲ ልብናሲ ፍሪ ክንሰዶ ኣለና ል ንልብና ንክሕሸና ልብና መታን ንክጸሪ ታይ ክንገብር ኣለና ነቶም ሰባት ክሳብ ሕጂ እቲ ጽቡቅ ናቶም ዘኪርና ሰላም ክንፈጥር ኣለና ኣብ ውሽጥና ሓቀይ ዶ ንዓና ንኽሕሸና ማለት እዩ ኩሉ ግዜ እንድሕር ቂሒርና ወዚ ጨናዊ ጨዛ ዝስዲ እዚ ስዲ ከምዚ ዝገበረኒ እዚ እዚ ዋላ ተዝመውት ኣነ ኣይሓዘን ኣይምሓዘንኩን ዋላ ተዝመውት ደስ ምበለኒ ነይሩ ዝብሉ ሰባት ኣለዉ ግን ጌጋ እዩ። እንታይ ሒዝና ኣላ ንነብስና ኣሕዋተይ ማዕረ እም? እንታይ ሒዝና ኣላ እንታይ ገዲሱኩም ከምኡ ይትኾኑ ብእውነት ከምኡ ትኾኑ ምስ ሰባት ናብ ሂወትኩም መጺኦም ከምቲ ዝመጽዎ ከኣ ከይዶም ኣለዉ ካልእ ሰብ ከኣ ይመጽእ ሓቂ ከምኡ ምዃኑ ኣሚንናሲ ነቲ ሰብ እሲ ብሰላማዊ መገዲ ዋላ ኣብ ሕጂ ኣብ ሂወትና ይሃልዉ ከነፍቅሮም ንኽእል ኢና ኣሕዋተይ መዓረይ ብእውነት ብማዕዶ ማዕዶ ከነፍቅሮም ጽቡቅ ክንምነየሎም ሰናይ ነገር ክንምነየሎም ሓቂ ንምንታይ ትማሊ ትማሊ ኣይዝከረኩምን እቲ ምሳኹም ክስሕቑ ከለዉ ጽቡቕ ግዜ ከተሕልፉ ከለኹም በቃ ምሻሎ ናይ ፍቕሪ ጽቡቕ ክትሕልፉ ከለኹም ክትዕልሉ ከለኹም ጉዥም ክትብሉ ከለኹም ሰዓታት ለይቲ ምድሪ ክትዕልሉ ከለኹም ኣዕርኽትኩም ተነይሮም ከዓ በቃ ምሻሎ እቲ ምውቕ ፍቕሪ ዝነበርኩሞ ገለ ኣይደኖ ከምኡ ንምንታይ ዘይንዝክር ሰባት ሓቂ ዶ ኣነ ከምኡ እየ ዝዝክር ኣሕዋተይ መዓረ ዋላ እቶም ኤክሳተይ ይብለኩም ኣይፀልኦምን እየ ኣብቲ ሽዑ ግዜ ጽቡቅ ዝኮነ ናይ ፍቅሪ ክስታይ እየ ኣሕሊፈ ሕጂ ከኣ ተቀይርና ሰብ ትቅየር ሰባት ንቅየር ኢና ምስ ግዜ ትቅየር ሂወት ይቅይረካ ከይፈተካካ ሓቀይ ስለዚ እቲ ናትካ ዳይረክሽን ዝተፈላለየ ይከውን ከምቲ ናይ ቀደም ኣይኮንካን ዘለካ ሓቀይ ንሶም ከዓ ከምቲ ናይ ቀደም ኣይኮኑ ሂወት ባዕላ እያ ትፈላልየካ ማለት እዩ ስለዚ ፓዘቲቭ ንኹን ክንብለኩም እዩ ዝኽ- ብመሓዙት ክኸውን ይኽእል ዋላ ብገለ ይኹን እም፣ ሰባት ሲ እቲ ፅቡቅ ናቶም ምሳኹም ዘሕለፍዎ ኩሉ ግዜ ዘክርዎ ሂወት ሓፃር እያ ኣሕዋተይ መዓረይ ኩሉ ግዜ ብቕርሕ ብ ብጣዕሚ ብቁርሕን ዝኾነ ልብኹም ወይ ከዓ ብሻሎ ብጣዕሚ ጉሂኹም ከለኹም ካብዛ ዓለም ኣይትፈለዩ ምስ ሰባት ብእውነት ምስ ኩሉ ሰላም ኮይንኩም ክትፍለዩ ኣለኩም ካብዛ ዓለም ይነበርኖ መዓስ ከም ትሞት ይትፈልጡን ኢኹም ስለዚ ኩሉ ግዜ እንታይ ነመስግን ንሰባት በቲ ናቶም ፅቡቅ ክንሪኦም ንፈትን ሕዋቴ መዓሪ በቲ ፅቡቅ እኩያለ ክንሪኦም ንፈትን በቲ ስቂሉ ሓባል ዝኾነ እኩያለ ካብ ንሪኦም ኩሉ ሻዕ በቲ ፅቡቅ ዝኾነ እኩያለ ክንሪኦም ኣለና ሓቀይ ቢ ፓዘቲቭ ስተይ ፓዘቲቭ ቢ ሃፒ ስተይ ፕሪቲ እዚኣ ትመስል ናተይ ማለት እየ ሒዘልኩም ዝመፃኹ ብጣዕሚ እየ ዘፍቅረኩም ብጣዕሚ እየ ዝፈትወኩም በዚ ኣጋጣሚ ቴንክ ዩ ኤቨሪባዲ ፅባሕ ክሳብ ንራኸብ በብሰላም ቻው ቻው